ሰላም ዝኸበርኩም ተኸታተልቲ ቀንዴል ካብ ሎሚ ጀሚሩ ብተኸታታሊ መሲ ካብ ሰብ ድዩ ካብ ሰማያውያን ዘርእሱ መደብ ክቐርብ እዩ ንሕጂ ኸዓ ቀዳማይ ክፋል ሒዘ ቀሪበ ኣለኹ ሰናይ ምክትታል መብዛሕትኡ ግዜ ፅውፅዖ ዛንታታት ኮኑ መፃሕፍቲ ክውንነትን ነፀብራቕን ናይ ሓደ ሕብረተሰብ እዮም ዝዘንትዉ ንኣብነት ሓደ ብሉፅ ጅግና ናቱ ድኹም ጎንታት እውን ከም ዘይሰኣኖ ይገልጹልካ ዲያጎ ስቲዋርተዚን ሓኪም ውሽጣዊ ኣካላት ኮይኑ ሓደ መዓልቲ ከኣ ናብ ሓካይም ኒውልስ ኦልድቤይስ ናይ ኣርጀንቲና ጸብጻቡ ሒዙ ብምቕራብ ብዛዕባ ሓደ ዘሰክፎ ዝነበረ ነገር ገለጸሎም ንሱ ኣብ ጸብጻቡ ሓደ ቆልዓ ኣሎ ኣብዚ መሰልጠኒ ማእከል ካልኦት ብፆቱ ብግቡእ እናዓበዩ ንሱ ግና ዝኾነ ለውጢ ኣየርእን ዘሎ ዝብል ኮይኑ እቲ ቆልዓ ተባሂሉ ዘሎ ከኣ ሊዮነል መሲ ነበረ ቆፀራ ተተሓይዝሉ መርመራ እውን ተኻይድሉ እቲ ፀገም እንታይ ከም ዝኾነ ክልለ ክኢሉስ ኣካላቱ ንዕብየቱ ወሰንቲ ዝኾኑ እኹላት ሆርሞናት ከመንጩ ይኽእል ስለ ዘይነበረ ብመልክዕ መርፍእ መዓልታዊ መተካእታ ክውጋእ ተወሲንሉ ድሮ ስርሐ ኢሉ ተተሓሒዝዎ ነበረ ዲያጎ ንክልተ ዓመትን ፈረቓን ዝኸውን ኣብ ዕቤት መሲ ዓቢ ተራ ዝተጻወተ ሰብ ኮይኑ ከም ደጋፊ ኒውሊስ ኦልድ ቤይስ መጠን ከኣ ምስ መሲ ቆጸራ ኣብ ዝሕዘሉ ግዜ ንዛንታታት መሲ ብተመስጦ ይከታተሎ ነበረ። ጸወታ ሻምፒየንስሺፕ ከመይ ይካየድ ኣሎ? ክንደይ ጎል ኣመዝጊብካ? ብኸመይ ኣመዝጊብካዮ? ኮታ ዓሚቕ ዝኾነ ዕላል ጽን ኢሉ ይሰምዖ። ካብ ምሒር ምቅርራብን ከም ዶክተሩ ብዘጽንዖ መሰረትን ካብ ቀንዲ ፍርሓት መሲ ዝነበረ ይብልቲ ዶክተር ኩዕሶ እግሪ ምፅዋት ከየቋርፅን ብሕፅሩ ምክንያት ካብ መዛንኡ ዝወርዶ ዝነበረ ፀርፍን ምዃኑ ከዓ ክርዳእ ከኣለ ድሕሪ ክልተ ዓመትን ፈረቓን ግና መሲ ካልእ ፀገም ኣጓነፎ ኣብ 1990ታት ኣርጀንቲና ድሕሪ ሓርነታዊ ፖሊሲታት ዘስዓበ ቁጠባዊ ቅልውላው ኣጋጢምዋ ነበረ ከም ውፅኢቱ ከዓ ዝበዝሐ ህዝቢ ኣርጀንቲና ኣብ ድኽነት ብምቁምጣዕ ህዝባውያንን ውልቃውያንን ዋኒናት እውን ኣብ ምጥፋሽ ወደቓ ኣብ 2000 ዓ ም ከኣ ናብ ጡር ዝበጽሐ እዚ ናይ ሎሚ ኮኸብ ባርሴሎና ከኣ ሓደ ካብ ግዳይ እዚ ንምሉእ ኣርጀንቲና ዘንቀጥቀጠ ቁጠባዊ ቅልውላው ክኸውን ከኣለ መሲ ዝወስዶ ዝነበረ መዓልታዊ መድሃኒት ብሓንቲ ናይ መድሕን ትካል ዝቐርቦ ዝነበረ ኮይኑ ምስ ቁጠባዊ ውጥቀት ግና እታ ትካል ገንዘብ ንምቁጣብ ንኣባላታ ትህቦ ዝነበረት ኣገልግሎት ብምቁራፅ ንናይ መሲ ናይ ሆርሞን ቀረብ እውን ከምኡ ከተቋርፆ ወሰነት ኣቦ ሊዮኔል መሲ እውን ከም ካልኦት 3 ሚልዮን ኣርጀንቲናውያን ስራሕ ኣብ ምርካብ ተሸገረ። ናይ ወርሒ መድሃኒት መሲ 1300 ዶላር ይውድእ ስለ ዝነበረ ኣብ ርእሲኡ እውን ገንዘብ ኣርጀንቲና እናሓሰረ ስለ ዝኸደ እቲ ገንዘብ ምኽፋል ዘይከኣል ኮነ። መሲ ኣብ ንኡስ ዕድሚኡ ክርድኦ እኳ እንተዘይከኣለ 30 ሚእታዊት ናይ መድሃኒቱ ጎዲሉ ብምንባሩ ግን ይፍለጦ ነይሩ እዩ። ነብሲ ወከፍ ግዜ መሲ ኣብ ዝስበረሉ ተጸዊዑ ዝመጽእ ዝነበረ ኣብ ከተማ ሮዘሪዮ ዝቤት ጽሕፈቱ ዶክተሩ ዲያጎ እቲ ጠንቂ እቲ ጠንቂ መጉዳእቱ ዝጎደሎ መድሃኒት ከይከውን ይሕተት ነበረ ንሱ ሓደ ግዜ ኣብ ዝበሎ ንሱ ኣብቲ ግዜ እቲ እቲ መድሃኒት እንተዘቋርጾ ነይሩ ብጥዕናዊ መዳይ ወላ ሓንቲ ኣይምኾነን ግና ካብዚ ዘለዎ ኣዝዩ ዝሓፀረ ምኾነ ነይሩ ክብል ተዛሪቡ ምንባሩ ይዝከር ስድራ ቤት መሲ ኣመና ተሻቐሉ። ጆርጅ ኣቦ መሲ መድሃኒት ወዱ ክኸፍል ላዕልን ታሕትን እኳ ተበለ ህልው ኩነታት እታ ሃገር ግን ክሕግዞ ኣይከኣለን። ብድሕሪ እዚ ስድራ ቤት መሲ ናብ ቦሪስ ኣሪስ ብምውሳድ ምስ ሪቨር ፕሌት እንተተቐበለዎ ፈተነ ኣካይዱ ክቕበልዎ እኳ ተኸኣሉ ናይ ሕክምንኡ ክሽፍኑሉ ግና ኣይተሰማምዑን። ኣብ ከምዚ ኩነታት ከለዉ ከኣ ናብ ባርሴሎና ምኻድ ዕድል መጸ። እዚ ንንእሽቶ መሲ ዓቢ ግድል እዩ ኮይኑ። ብዘይ ብኡ እውን ኣብ መንጎ ብኡን ክለቡን ካልኦት መንጎኛታትን ብዝተፈጥረ ምስሓሓብ ንዓመት ዝኸውን ካብ ጸወታ ኣቋሪጹ ነይሩ እዩ። ቅድሚ ሓያሌ ዓመታት ዶክተር ሩድያጎ ናይ መድሃኒት ዲግሪ ምስ ወደአ ናይ ውሽጣዊ ሕክምና ኣተኪሩ ከጽንዕ ናብ ባርሴሎና በጺሑ ነይሩ እዩ መሲ ናብ ባርሴሎና ይኸይድ ኣሎ ምስ ሰምዐ ከኣ ነቲ ናይ ቀደም ኣላይኡ ዝነበረ ኣብ ባርሴሎና ዝነበረ ዶክተር ንመሲ ብፍሉይ ክከታተሎ ሓላፍነት ሃቦ መሲ ናብ ባርሴሎና ብምኻድ ከኣ ምስ ኣቦኡ ክነብር ጀመረ። ኣዲኡን ኣሕዋቱን ከኣ ኣብ ረዜሮ ተረፉ። ንሱ ቤት ትምህርቱን ክለቡን ገዲፉ ንባርሴሎና ክኸይድ ከሎ ናይ ቅድሚ ኣዕርኽቱ ከኣ ኣብ ዝዓበይሉ ጎደና ይፃወቱ ነበሩ ንሳቶም ጥራይ ዘይኮኑ ከኣ ካብታ ናይ ህይወቱ ፍቕሩ ዝኾነትን ሓቲ ወዲ ጋንቱ ዝነበረ ሉካስ ሰጊላ ኣንቶኒ ላርኳዞ እውን ተፈላለየ ብኣወንታዊ መዳይ ግና መሲ መድሃኒቱ ምውሳድ ከም ብሓድሽ ቀጸሎ ክለብ ባርሴሎና ኣሎ ዝበሃል ባጀት ብምስላዕ ንመሲ ተኸታተለቶ መሲ ኸኣ ናብቲ ብባህርያዊ ምንዋሕ ዘኽእሎ ቁመት ክበጽሕ ከኣለ መሲ መዓልታዊ መድሃኒት ማዕ መርፍእ እንተዘይወስድ ነይሩ ህይወት ፔፕ ጓርዲዮላ ዛቪ ኣንድሬ ኤኔስታ እንታይ ከም ዝመስል ኣይመተፈልጠን ነይሩ ባርሴሎና ኸኣ እቲ መሲ ካብ ዝመጽኣት ሕዙ ዝተዓወተቶ ዓወታት መተጎናጸፈቶ ዶ ነይራ እቲ መልሲ ፍሉጥ እዩ መሲ መጀመርያ ናብ ቤት ጽሕፈት ዶክተር ክኣቱ ከሎ ወዲ ትሽዓተ ዓመት ኮይኑ ቁመቱ ከኣ ሜትሮን ዕስራን ሸውዓተን ሴንቲሜትር ነበረ። ግቡእ ሕክምና ስለ ዝረኸበ ከኣ ንሞራደና ብክልተ ሴንቲሜትር ብምሕላፍ ሜትሮን ስሳን ሸዓተን ሴንቲሜትር ክበጽሕ ክኢሉ እዩ። እዚ ግና ብኣጋጣሚ ዘይኮነ ልክዕ ናይ ንእስነቱ ዶክተሩ ዲያጎ ብዝተመባጽዓሉ መሰረት እዩ። ንሱ ከምዚ ክብል ተመባጺዕሉ ነበረ። ካብ መረድና ዝበለጽካ ተጻዋታይ ክትከውን ዲኻ ኣይክትከውንን ዝፈልጦ የብለይን እንተ ብቑመት ግና ናባይ ግደፎ ኢልዎ ምንባሩ ይዝከር እሞ ከመሲ ብቑመት ጥራይ ድዩ ንመረድና ዝሓልፎ ወላ እውን ብጸወታ እዩ ኣብ ዝቕጽል ክፋላት ክስዕብን እናዓደምኩ ንሕጂ ኣብዚ ከብቅዕ ሰሰናዩ